ሰላም ከመይ ቀኒኹም ዝኸበርኩም ሰማዕቲ እዚ ሰዶ ኢንተርቴንመንት እዩ ኣብ ዝሓለፈ ቀዳም መበል ሻውዓይ ክፋል ዛንታ ሃይስኩል ተኸታቲልና ምንባርና ዝዝከር ኮይኑ ንሎሚ ረቡዕ ድማ ሻሙናይ ክፋል ሒዘ ተመሊሰኩም ኣለኹ ክብራት ሰማዕቲ ካብ ፅባሕ ሓሙስ ጀሚረ ድማ ከፍቅር ደልየ ትብል ሓዳስ ተኸታታሊ ዛንታ ክጅምር ምዃነይ በዚ ኣጋጣሚ እዚ ከበስረኩም ይፈቱ ሎሚ ብቐጥታ ናብ ዛንታ ሃይስኩል ሻሙናይ ክፋል ከሕልፈኩም እየ ስነ ምክታል
በሊ ብብርሃንኪ ውሒ ሄር እንታይ ክትብልኒ ዘለኺ እንታይ ኣብ ማህፀነይ ማለትኪ እንታይ ኣብ ማህፀንክሎ እቲ ምስጢር እንታይ ምዃኑ ይተረዳንን ምሳኻ ነዊሕ ግዜ ተመንየ ነዊሕ ግዜ እውን ፈቲነ ኣይኮነላን ሕጂ ግን ብሓንቲ ፈተነ ምስ ትዕድልቲ ጠኒስኪ እወ ጥኒስቲ ኣለኹ ምናልባት ምሳኻ ኣብ ዝነበርኩሉ ግዜ ጠኒሰ እንተዝኸውን ንስኻ እውን ካባይ ምራሓካን ኣይምፀላእካን ነርካ በቃ ንሕና ድሌታትና ብዙሕ እዩ ነዛ ንነብረላ ዘለና ዓለም ግን ካልእዩ ዝውንናን ዝመርሓን ንሱ ድማ ሓይሊ እግዚኣብሔር ጥራይ እዩ ማርገይ ኣምላኽ ኣነን ንስኻን መባልይቲ ክንከውን ኣይሓረየናን በቲ ዝሓለፈ ግዜ ግን ኣነ ኩሉ ግዜ ሕጉስቲ እየ ዝብሎ የብለይን ሓንሳብ ምፅንሒ ካብ ትዕድልቲ ጠኒሰ ዲኺ ትብልን ዘለኺ እወ ንስኻ ገዲፍካኒ ምስ ከድካ በይነይ ምስ ተረፍኩ ምስ ጸመወኒ ህይወተይ እውን ምስ ጸልመተኒ ሓደ ሰብ ጥራይ ኣብ ቅድመይ ደው ኢሉ ንጸልማት ህይወተይ ብርሃን ኮይነኒ ንሱ ድማ ትዕድልቲ እዩ ዓሰርተ ዓመት ደድሕሪ ከይዱ ኣብ መወዳእታ ኣምላኽ ፍቕሪ ንጸሎቱ ሰሚዕዎ ፌቴዮ ሓራ ይኹን ኢለ እዚ ክብለካ እንከለኹ ግን ንስኻ ተስፋ ምስ ኣቕሃምካዮ እዩ ትሰምዓኒ ኣለኻ ማዕርግ ደኒኑ ነቲ መሪር ቃላታን ቃንዛኣን ምስ ቃንዝኡ ሓዊሱ ክሰምዕ ዝጸንሐ ማዕርግ እወ ሰምዓ ክለኹ ዘስምዕ ክሳዱ ገይሩ ነቕኒቑ እወ ቀጽሊ በላ ደጊም ሄርሞን ናይ ካሊኣ ዝብል ንጹር ድምፂ ድማ ኣብ እዝኑ ድመፀ ሕውስዋስ ስምዒቱ ድማ ካልእ ምስሊ ድሓየ ሽዑ ብሓንሳብ ጌሽና ምስ ተሰትየ ብሓንሳብ ሓዲርና ዋላ ሓንቲ ኣይገበረንን ትዕድልቲ ጥዑም ሰብ እዩ ብሓቂ ንዓይ ኣብ ህይወተይ ዘድልየኒ ሰብ ድማ ንሱ ኢለ ኣነ ንዓኻ ብዙሕ ዓመታት ዓሚፀካ እየ ንስኻ ንኮኸብ ኢኻ ተፍቅር ንዓይ ድማ ትድንግፀለይ ኣነ ካብ ሎሚ ዘፍቅረኒ ኣኽቢሩ ውሕስነት ዝፈጥረለይ ሰብ ጥራይ ዝደሊ ንተፍቅሮም ምንባር ማለት ኣብ ሓጎስካ ምንባር ማለት እዩ ምስ ዘፍቅረካ ምንባር ማለት ድማ ኣብ ሓጎሱ ምህላው ማለት እዩ። ዋላ እኮ ኣብ ሓጎስ ትዕድልቲ ዝነብር ሰብ ይኹን እምበር ነቲ ናቱ ሓጎስ እንዳረኣኹ ግን ሕጉስቲ ከም ዝኸውን ርግፀኛ እየ። ንስኻ ድማ ዝነደቅካዮ ህይወት ናይ ምንታይ ህይወት እዩ ክትብልኒ ዘለኺ? ናይ ምንታይ ህይወት ክንደቕ ዝኽእል ህይወት ከም ዘይብለይ ጽቡቕ ጌርኪ ክትፈልጥለኪ ሓደ ሓቂ ግን ኣፍሊጥክኒ ኣለኺ ሓቅኺ ኢኺ ህይወት ንሳ ትደልዮ እምበር ንሕና ንደልዮ ዘይትሰምዕ ጸማም እያ ኣነ ንስኺ ኩልና ኣብ ግዜ ንእስነት ኣብ ግዜ ቁልዕነት ዝነበረና መረዳእታ ህይወት ድማ ግጉይ ምንባሩ ተዓዚበ እየ ንህይወት ብሓይሊ ክነብራ ፈቲነ ህይወት ግን ብሓይሊ ዘይኮነትሲ ብሜላያ ትንበር ኣብ ህይወትና ውሳነታት ዝበሃሉ ኣለዉ። ዝቐረቡልካ ምርጫታት ደኒንካ ጽቡቕ ጌርካ ርኢኻ ነየናይ ተልዕል ክትውስን ከለኻ ዓብዪ ሓላፍነት ክስምዓካ ከም ዘለዎ እውን ምኽንያት ሓንቲ ውሳነ ንምሉእ ህይወትና ከም ተበላሹ ተዓዚብና ኣለና። ሕጂ እውን ኣብ ዝወሰንክዮ ውሳነ ርእይቶ የብለይን። ዝተቐረበልኪ ምርጫ ብልክዕ ኣልዒልኪ ዝወሰንክዮ ውሳነ ኢለ ዝግምት ሄሬ፣ ኣነ ካብ ህይወትኪ ክወጽእ እየ። ምስ ኮኾብ ክነብር ደይነብርን ዝፈልጦ ሓቂ የብለይን። ኣብ ኣስመራ እንታይ ከም ዝጸንሓኒ እውን ዝፈልጦ የለን። ሓደ ሓቂ ግን ክትፈልጥ ኣለኪ። እንተይ ድማ እምበር ብህይወት ናይ ምቕጻል ዕድለይ ዝቓመ ይመስለኒ ኣሎ። ነብሰይ ሓንሳብ ምስ ደፈርክዋ ዝቕጽል ህይወተይ ዝኾነ እንተጋጢምኒ ስኢለ ነብሰይ ዝደፍር ኮይኑ ጥራይ ትስምዓኒ ዘሎ። ሕማቕ ስጉምቲ ከይወስድ ድማ ፈርሕ። ኣቋርጽ ማዕርግ ድምፃ ኣትርር ኣቢላ ኮለፈቶ ሄርሞን ኣነ ሕጂ ዝብለካ ነገር እንተሎ ብኸምዚ ንህይወት ኮነ ንቐረብትኻ ከብድና ክትበልዓና ኣይትኽእልን ኢኻ። ንስኻ ኣብ ነብስኻ ኮነ ኣብ ካልእ ሰብ ዝኾነ ስጉምቲ ክትወስድ ዓቕሚ የብልካን። ኩሉ መንገድና ዝውስን ፈጣሪ ጥራይ እዩ። ንስኻ ድማ ኣብ ትሕቲ ፈጣሪ ትኾኖ የብልካን። ምሽ ኣቐዲምካ ብዙሕ ሓቅታት ህይወት ክትዛረብ ጸኒሕካ ንሱዮ እቲ ሓቂ። ንነብስኻ ኣይተታልላ ማዕሪግ። ንስኻ ኣንበሳ ናይ ህይወት ኢኻ። ከምቲ ባዕልኻ ዝበልካዮ ኣብ ቅድሜኻ ዘሎ ምርጫ ርኢኻ ግቡእ ውሳነ ንኽትወስድ ንህይወትካ ክተስተኻኽል ኩሉ ነገር ኣብ ኢድካ እዩ ዘሎ ስለዚ ተቢዕኻ ዝተቐረበልካ ምርጫ ርኢኻ ተባዕ ውሳነ ወስን እሺ ሄረይ ኣብ ልብኺ ቦታ ቀይርኒ ኢኺ ኣነ ከም በዳሊኺ ጌርኪ ከይተቐምጥኒ ንዓይ ከም በዳሊ ጌርካ ኣቐሚጥክኒ እንተሊኺ በዳሊ ኮነን ህይወት እዩ ምዃን ኣብ ህይወ ኢልኪ ንውሽጥኻ መኽኒሉ እታ ኣብ ህይወት በዳሊ ኢላ ኣብ ልባ ክትቐምጥ ንዘይደለያ ሰብ እንኮን ስኺኢኺ ፍጹም ወላ ደለ እውን ንዓኻ ከም በዳሊ ከስፍረካ ኣይክእልን እየ ማዕርከይ የፍቅረካ እየኩ ኣታ ማዕርግ ብቐሊሉ ፍቕርኻ ካብ ልበይ ዝወፅ መስለካ ተፍቅርኒ ኢኺ ከማኺ ጌራ ተፍቅረኒ ሄዋን ደጊመ ከም ዘይረክብ እውን ፈልጥ እየ ስለዚ ኣነ ኣብ ህይወት ናይ ሄርሞን ክዝንከር እንከለኹ ኣነ ኣብ ህይወት ናይ ሄርሞን ክዝከር እንከለኹ እቲ ህይወት ዘይሓገዘቶ ማዕርግ እምበር እቲ ነብሱ ፈትዩ ንሄርሞን ዝበደለ ማዕርግ ተባሂለ ክዝከር ድሌተይ ኣይኮነን እሺ ቀልእ ተወለ ይበል ኢዳ ሰዲዳ ኣብ ጣውላ ኣብ ልዕሊ ኢዱ ኣምጠቶ ማዕርግ ቅው ኢሉ ጠመታ ኣብ የዕንቲ ክልቲኦም ዘይወፀ ግን ድማ ኣብ ዓይኖም ቀምበይበይ ዝብል ዝነበረ ንብዓት ተራእየ ሄርሞን ኣብቲ ክወፅ ደልዩ ቀምበይበይ ዝብል ዝነበረ ንብዓት ናይ ማዕርግ ደቂቕ ምስላ ረኣየት ናብኡ ቅርብ ኢላ ድማ ንምስላ ደጊማ ጠመተቶ ቃለ ተወልደ እየ ዝብለካ ዘለኹ። ሕራይ ወይ ድማ ነኖ ዝብል መልሲ ስለ ዘይሃባ ደጊማ ነታ ቃል ሃበቶ። ናይ ምንታይ ቃል ኢኻ እትበልኪ? ስጋ ሄርሞን ኣነንበሳ ክኸውን እየ። ኣብ ህይወት ሰዓሪ እምበር ተሰዓሪ ኣይከውንን እየ። ዝቕጽል ህይወተይ ከስተኻኽሎ ኢልካ ቃል እተወለይ። ኣይብልን እየ። ስለምንታይ ዘይትብል? ስለምንታይ በቲ ክቡር ስጋ ክምሕል ስለ ዘይደለ የረ ኣይገብሮን እየ ዲኻ ትብለኒ ዘለኻ እወ ይገብሮን እየ ኣብ ዓይኑ ቀምበይበይ ክብል ዝጸንሐ ንብዓቱ ብሓንሳብ ከም ማይ ነሓሰ ጃሕ ኢሉ ፈሰሰ ናታ እውን ከምኡ ዛረየ ድምፂ ዘየለ የዕንቲ ክልቲኦም ብንብዓት ተሓፀበ እእዳዎም ብተሪር ተታሕዘ ግድን ክትከውን ኢኻ ዘይርዳኣ ሓይሊ ካብ ውሽጣ ፈልፈለ በቃ ፈጣሪ ማዕርግ ናትኪ ኣይኮነን ኢሉኒ እዩ ስለዚ ንስኻ እቲ ተኣምነሉ ሓቂ ተዛረበት ዝኾነ ሓይሊ ንውሳነኣ ክቕይር ከም ዘይክእል እውን ኣነጺራ ነገረቶ ነቲ ኩሉ ዘሕለፈቶ ኣብ ውሽጣ ብዙሕ መልሲ ስለ ዝነበራ ድማ ቃላታ ብሓይሊ እዮም ዝወጹ ነይሮም። ካብ ዝነበረቶ ቀስ ገይራ የእዳዉ ኣፈንያ ካብ ዝነበረቶ ድማ ተሲኣ ሓንሳብ ቀው ኢላ ብደዋ ጠሚታ ካብቲ ቦታ ወጸት። ስጉም ስጉም ኣቢላ እውን ብናህሪ ታክሲ ረኺባ ካብቲ ከባቢ ተመርቀፈት። ኣብ ፊቱ ዝጸንሐ ፍናን ናብ ማዕርግ መጺኡ ኣብ ጎኑ ኮፍ በለ። ዝኾነ ዘረባ ኣብ መንጎ ክልቲኦም ኣይነበረን። ድሕሪ ቁሩብ ደቓይቕ ግን ፍናን መሪሕዎ ካብቲ ገዛ ክወጽእ ምስ በለ ዝተኣዘዘ መግቢ ከይተበልዐ መጺኡ ኣብኡ ከለዉ ሕሳብ ከፊሎም ወጹ። ቲቲ ኣብ ገዝኣ ባዕላ ዘዳለወቶ መግቢ ክትቀራርብ ከላ ኣዲኣ ወዘሮ ግምጃ ድማ ኣብ ሳሎን ኮፍ ኢላ ፍርቂ ኣካላ ኣንሶላ ከዲና ቲቪ ትርኢ ነበረት። ኣብ ቴሌቪዥን ዝዛረብ ዝነበረ መጋድልታ ጽቡቕ ጌራ ትፈልጦ እዩ። ኣብ ዕራርብ ሕክምና ህዝባዊ ግንባር እውን ብሓንሳብ ደቂሶም ነበሩ። ንዝያዳ ሕክምና ተባሂሉ ናብ ሱዳን ብሓደ ተጓዒዞም ኣብ ሱዳን እውን ብዙሕ ግዜ ኣሕሊፎም። ድሮ ኣንጻር ዝተጋደለሉ ዕላማ ብምዃን ድማ ገድሎም ብላሽ ከም ዝነበረ ከናሹ ሰምዐቶ። ኣብ ገጽ ግምጃ ከቢድ ሕርቃን ይንበብ። እቲ ምኽንያት ስንክልናኣ ዝኾነ ከቢድ ቃልሲ ህዝቢ ኤርትራ ትርጉም ኣልቦ እዩ ክብል ሰሚዓ ንስንክልና ኣካላታ ደጋጊማ ትሪኦ። ቲቲ ኣጋይሽ ዝመጽሉ ሰዓት ኣኺልዋ ሸበድበድ ትብል። ምስ ቢቢ ምሉእ ብምሉእ ኣብ ፍቕሪ ጥሒላ እያ። ምስ ቢቢ ብዝኾነ ይኹን ተሰማሚዓ ሓዳር ክትገብር ኣብ ምሉእ ውሳነ በጺሓ እያ። ንሱን ብስለቱን ሪኣ እቲ ልክዕ ንህይወታ ዘገድሳ ሰብ ምዃኑ እውን ተረዲእዋ ነበረ። ቢቢ ብዕድመ ካብኣ ኣዝዩ ዝዓቢ ይኹን እምበር ኩሉ ነገር ማች ዝገበሩ ምንባሮም ነዲኣ ውን ኣዕሊላታ'ያ። ቅድሚ ክልተ ሰሙን ኣብ ገዝኣ ንቢቢ ዓዲማ ምስ ኣዲኣ ኣላልያቶ። ኣዲኣ ውን እቲ ልክዕ ንዓኣ ዝኸውን ሰብ ቢቢ ምዃኑ መሲኪራትሉ ነበረት። ኣብታ መዓልቲ ውን ኣድሓኖም ዓርኩ ሒዝዎ ክመጽእ ምዃኑ ስለ ዝነገራ ንወዲ ዓርኩ ውን የስምዖ'ዩ ግዲ ኢላ ገዛ ኣጸራሪሃ፣ መግቢ ሰሪሓ፣ ንሳውን ሓድሽ ዝኣዘዘቶ ግፍሕ ኢሉ ንኣካላታ ካልእ ግርማ ዝሃበ ክዳውንቲ'ያ ጌራ። ኣብ ቆርበታ ስለ ትግደስ ገጻ ኩሉ ግዜ ግሎው ዝገብር፣ ነቲ ኣብ ክልተ መቒላ ንጸጋም ንየማን ዘው ኣቢላ ዝመሸጠቶ ጨጉሪ ርእሳ ምስቲ ዝለበሰቶ ጸሊም ሕብሪ ዝዓብለሎ ክዳውንታ ምስቲ ዝገበረቶ ኩሕሊ ዘሰንዮ ፍኹስ ዝበለ ሜክኣፕ ናይ ገጻ ድማ እታ ናይ ብሓቂ ቲቲ ኣምሲልዋ ነበረ ካብ ዓሰርተ ሸሞንተ ዓመት ጀሚራ ክሳብ ጋል ዕስራን ሸሞንተን ዓመት ትገብር ንዓሰርተ ዓመት ብዘይ ምቁራጽ ወጽያ ሪኣን ተራእያን እያ ብዙሕ ምሰ ወዳት ምድቃስ ዘይብራሃ ዝነበረ ቲቲ ልዕሊ ሰብ ትሰቲ ትዛናጋዕ ዋላ ውን ሰኺራ ከይተጋገየት ገዝኣ ትምለስ እዚ ኹሉ ሂወት ከም ዘሕለፈት ኣዲኣ ኮነ ቀረብታ ዝፈልጥ የለን ዋላ ውን እቲ ትቀርቦ ዝነበረት ቢቢ ከም ጓል ገዛ እምበር ብዙሕ ሂወት ከም ዝረኣየትን ከም ዝተመኮረትን ኣይዕለለቶን ብሰንኪ እቲ ስቅታ ዝዓብለሎ ባህሪኣን ብሰንኪ እቲ ዝኾነ ኮመንት ናይ ዘይምሃብ ጠባያን ድማ ጌጋ ርድኢት ከም ዝነበሮ ንሳ ውን ጽቡቅ ጌራ ትፈልጥ እያ ዝያዳ ክቀርባ እምበር ኩላ ሓቂ ክትነግሮ ምዃናስ ትፈልጥ እያ። ሰዓት ኣኺሉ ማዕጾ ገዝኣ ተዃሓኵሐ። ከፊታ ውን ምስ ኣዲኣ በብሓደ ኣላለየቶም። ናብቲ ገዛ ምስ ኣተዉ ሰላምታ ቢቲቲ ጀሚሮም ቢቢ ናብ ግምጃ ሓለፈ። ኣድሓኖም ድማ ደድሕሪ ቢቢ ሰዓበ። ንቲቲ ሰላም ምስ በላ ነታ ኣብ ሳሎን ዝነበረት ግምጃ ድማ ኢዱ ሰደደ። ምስ ኢዱ የዕንቱ ውን ኣብ ገጻ ተኸለ። ምስ ጥርጣረታቱ ናብቲ ገዛ ስለ ዝመጸ ዝያዳ ሪኡ ከረጋግጽ ተሃንጠ። ሰላም ኢሉ ናብ ሳሎን ከይዱ ኮፍ ኢሉ ኣብ ፊት ግምጃ'ዩ ኮፍ ዝበለ። ግምጃ ምስ ረኣየቶ እውን ከም ቀደማ ንጋሻ ተርእዮ ስምዒት ኣየርኣየትን። ደሓን ዲኹም? ኢላ ሓንቲ ግዜ ምስ ሓተተት ምሉእ ብምሉእ ናብ ኣድሓኖም'ያ ትጥምት ነይራ። ኣድሓኖም ይጥምታ ትጥምቶ ክልቲኦም ይጣማመቱ ይሰኻኽፉ መሊሶም ድማ ይጣማመቱ ኣብ ጸጋመይቲ ዓይኒ ግምጃ ንታሕቲ ውርድ ኢልካ ናብ ኣፍንጫ ተጸጊዓ ሓንቲ ጸላም ብሮት ኣላ እታ ብሮት እቲኣ ኣድሓኖም ጽቡቅ ገይሩ እዩ ዝፈልጣ በታ ብሮት ድማ ሃብታም ክትኮኒ ኢኺ ኢሉ ዝዋዘያ ዝነበረ ናይ ቅድሚ ርብዓ ዓመት ዝኽርታት ናብ ርእሱ ቅችል በሎ በቃ ንሳያ መደምደምታ ገበረ ውሽጡ ምሉእ ሓበሬታ ኣኪቡ'ዩ መጺኡ። በታ ብሮት ድማ መሊሱ ንሳ ምዃና ኣረጋገጸ። ክሓታ'ሞ ሚእቲ ፐርሰንት ንሳ'ያ ኢሉ ክኣምን ከይዱ ሓቚፉ ክስዕማ ድማ ተሃወኸ። ግምጃ ኣብ ገለ ንፋለጥ ኮይኑ ይስምዓኒ ኣሎ። እዋእ! ኣነ'ውን እኮ ከምኡ ኢለ'የ ክሓስብ ጸኒሐ። ድምጺ ናይ ኣድሓኖም ሰምዐት። ፍሽኽ ኢሉ ምስ ረኣያ ንሳውን ነቲ ጸሊም ግርጻኑ ኣማዕደወት። ኣስናኑ ግን ዳርጋ ኣይነበረን። ግርጻኑ ግን ጸሊም ሓረር እዩ። ቀጻሊ ትዝክሮን ተዕልለሉን እያ። ሓደ ግዜ ናብ ኤርትራ ከይዳ ኣበይ ኣሎ ኢላ ንመጋድልታ ምስ ሓተተት ብክድዓት ሃገር ተኣሲሩ ኣሎ። ዘለዎ እስሪ ቤት ድማ ዝኾነ ሰብ ክእቱ ኣይፍቀድን እዩ ኢሎማ ነበሩ። በቲ ኣጋጣሚ ኣብቲ ቦታ ክጸንሕ ትጽቢት የብላን። ስሙ ሓዊሳ ምስቲ ዝረኣየቶ ፍሽኽትኡ፣ ድምጹ፣ ኩሉ ግን ናብ ኣድሓኖም ወሰዳ። ግምጃ ንሱዶ ይኸውን ዝብል ካልእ ረበሻ'ውን ኣብ ውሽጣ ተፈጥረ። ኣድሓኖም ዲኻ? ዝመጸ ክመጽእ ነቲ ዝጠርጠረቶ ሰብ ብቐጥታ ሽሙ ጸውዐቶ። እወ ኣድሓኖም እየ። ኣድሓኖም ወዲ ማርዮ? እወ እንትግምጃዕ ኡይ ኢላ ነቲ ገዛ ብኣውያት ኣናዊጻቶ። ነብሳ ምቁጽጻር ሰኣነት። ስንክልቲ ምዃና ረሲዓ ውን ክትስእ ተቓለሰት። ኣድሓኖም ካብ ዝነበሮ ተሲኡ ናብኣ ከይዱ ሓቝፉ ሰዓማ። ቢቢ ምስ ቲቲ ልቦም ሞሊቖም ግልጽልጽ ምባል ቀጸሉ። ንኽልቲኦም ግን በብወገኖም ድምጽታት መጺኡዎም። ቢቢ ቅድሚ ገለ መዓልታት ኣድሓኖም ብዛዕባ ግምጃ ትበሃል ብጸይቱ ከዕልሎ ዘከረ። ቲቲ ድማ ኣድሓኖም ትብል ስም ምስ ጸውዐት፣ እታ ስም እቲኣ ኣዲኣ ብተደጋጋሚ ተድምጻ ዝነበረት ስም ብጻያ ምዃና ስለ እትፈልጥ፣ ኣብቲ ገዛ ገለ ነገር ተፈጢሩ ከም ዘሎ ተረድኣት። ትዕድልቲ ኣብ ስራሕ ውዒሉ ስፖር ማርኬት ኣላጊሱ የለን ኢሉ መዝጊብዎ ዝወጽኣ ኣስቤዛ ሒዙ ናብ ገዝኡ ተመልሰ። ሄርሞን ድማ ኣብ ገዛኣ ክሽነ ክተጻራሪ ጸንሐቶ። ኣቲ እንታይ ትገብሪ ኣለኺ? ዘረባይ ከይትሰምዒ ምሒልኪ ኢኺ ምሽ? ኣነ ዝኾነ ይኹን ስራሕ ክትሰርሒ ኣይደልየክን ኢለኪ ዶ? እሞ ኣሰልቺኒ እንታይ ክገብር ደሊኻኒ? ክላ ካልእ ስራሕ ትሰርሒ ኣብ ክሽነ ዘእቱ የብልክን፣ ብሰንኪ ዝነጠበ ዘይቲ ሸታሕ ኢልኪ ከይትወድቂ ኢለኪ ዶ ኣይበልኩኽን? ንሳ ትስሕቆ ንሱ ግን ናይ ልቡ እዩ ዝዛረብ ነይሩ። ድሕሪ ምጥናሳ ይትረፍ ዶ ናብ ክሽነ ክትኣቱ ዋላ እውን ዝቐረበላ መግቢ ብኢዳ ሓፍ ኣቢላ ናብ ኣፋ ክተብጽሕ ዝኸብዳን ትደክምን ኮይኑ እዩ ዝስምዖ። ትዕድልቲ ፍጹም ክንክን ከም ዘድልያ ፈሊጡ ኩሉ ክኾነላ እዩ ዝደሊ። ልክዕ ከም ናይ ንግስቲ ክንክን ዝረኸበት ሄርሞን ድማ መመሊሳ ፍትወታን ክብራን ይውስኽ። ሓደ ሓደ ዝገብረላ ዝነበረ ኦቨርትሪትመንት ግን የጨንቓን ይርብሻን እዩ። ልክዕ ከም ቆልዓ ክዓልያ ክትርኢ እንከላ ኣንጸርጺራ ግደፈኒ ባዕለይ ክገብሮ እየ፣ በጃኻ ኣብልዓኒ ኣይትረብሸኒ ዝብሉ ቃላት እውን ብተደጋጋሚ ደጋጊማቶም እያ። እቲ ካብ ማዕርግ ትረኽቦ ዝነበረት ፍቕሪ ንዓኣ እኹል እዩ ነይሩ። ከምቲ ናይ ትዕድልቲ ክንክን ግን ኣብ ህይወታ እውን ኣጋጢምዋ ኣይፈልጥን። ኣብ ክንዲ ዘሐጉሳ ግን ንሓንሳብ ከም ተንጸርጽር እዩ ዝገብራ። ትዕድልቲ ጠዓሞት ሰሪሑ ኣብ ጎና ኮፍ ኢሉ ከኾልሳ ጀመረ። ናብቲ ኣኪብዎ ዝመጸ መስቀላዊ ሕቶታት ክሓልፍ ድማ ቀዳመይቲ ሕቶኡ ጀመረ። ኣበይ ደኣ ውዒልኪ? ኣብ ገዛይ። ኣበይ ደኣ ክውዕል? ብሓቂ በልስኪ ኣብ ገዛ ውዒልኪ? ኣብቲ ፍርቂ መዓልቲ ድማ ምስ መዓርግ ቆፀራ ነይርኒ ኬደ ነይረ እሞ ይህ እሞ ክወፅዕ ኣይነበረንን ሓደጋ ኣጋጢሞ ቀን እዩ ግድን ክትረኽብዮ ኣለኪ ኢሎም ኩላቶም ምስ ረበሽኒ ድማ ከዘራርቦ ክኢለ ተዘራሪብና ድማ ናብ ገዛይ ተመሊሰ እንታይ ጌጋ ኣለኒ ሞፀርፀር ባይ ትበሊ ኣነ እኮ ጌጋ ኣለኪ ኣይበልኩኽን እሞ ንስኻ ክትሓተኒ እንከለኻ እኮ ፈሊጥካ ከም ዘይፈለጥካ ኮንካ ኢኻ ክትሓተኒ ጸኒሕካ እዚ ድማ ተንኮል እዩ ኖኖኖ ተንኮል ኣይኮነን ግንሲ ክንራኸብ ኢና ኢልክኒ እንተትነብሪ እኮ ዝኾነ ኣብ ርእሰይ ክሓስብ ኣይምኽኣልኩን ነይረ ንሱ ሓቅኻ ይገበርኩን ከምኡ በሊ ይቕሬታ ድማ ውስኽ ኣብልላ በሊ ናይ ምንታይ እዮም ይቕሬታ ክብለካ ኦ በቃ በሊ ገዲፈዮ ኣለኹ ቀጽል እምበር እንታይ ክትገድፎ ደኣ ሄሪ ኣነ ከም ሰብ ክፈርሕ ክቐንእ ግድን እዩ ንስኺ ተፍቅርዮ ኢኺ ኔርኪ። ፈቃር ልብኺ ጽቡቕ ጌረ እየ ዝፈልጦ። ከም ሰብ እንተ ፈራሕኹን እንተ ቀናእኩን ከኣ ጌጋ ኣይመስለንን። እሱ ጽቡቕ ኣለኻ እኮ በቃ ይቕሬታ ኣይትሓዘለይ ክነግረካ ኔሩኒ። ኣደንጊጽዋ በቲ ንሱ ዝደልዮ ቃላት ጌራ ዓጸወቶ። ትዕድልቲ ግን ዘረባ ከቋርጽ ኣይደለየን። ኣብ ውሽጡ ዝጉህር ዝነበረ ናይ ሕርቃን ሓዊ ከጥፍእ ካልእ ሕቶታት እውን ክቕጽል ደለየ። ሄሬ! ገና ዘይወዳእክዮ ፍቅሪ ዘለኪ ዶ ትመስሊ ኣታ ሕሙም ዲካ ምሽ ኣነ ምሳካ ክነብር ዝወሰንኩ ሰብየ ስቅ ኢልካ ኢካ ባዕልካ ዝፈጠርካዮ ሓሳባት ኣምጺካ ሰላምካ ኣፍሪስካ ሰላመይ ተፍርሰለይ ዘለካ ኣነ ደኣሞ ከመይ ገይረ ሕጂ ከፍቅሮ ሄሬ በቃ እሞ ሓረይ ደሓን ኣነ እኮ ጠርጢረኪ ገለ ኣይኮንኩን ግንሲ እኹል መልሲ ስለ ዝደለኹ እየ ኖ ሓደ ሓቂ ፍለጥ ኣነ ምሳኻ ክነብር ወሲነ እየ ንስኻ ናይ ሕጂ ምርጫ ኢኻ በቃ መሪጸካ እየ ተዘይ ኮይኑ ክትገድፈኒ እንተ ደሊኻ ድማ ምርጫኻ ክትገብር ትኽእል ኢኻ ድሕር ሕጂ ኣነ ምስ ዝኾነ ሰብ ተጸጊዕ ክነብር ከም ዘይክእል ፈሊጠ ነብሰይ ክኢለ ዋላ ንበይነይ ብጽምዋ ክነብር ከም ዝኽእሉን ፈሊጠ በጃኹም ኣይትረብሹኒ ዘረባ ከየቋረጸት ተዛረበት ትዕድልቲ ስቕ ኢሉ ክሰምዓ ጸኒሑ ዘረባኣ ምስ ወደእት ፍሽኽ ኢሉ ጠምታ ሰበይቲ ምስ ጠነሰት ጠባያ ይረቅቕ እዩ ድዮም ዝበሉ እዚ ትዛረብዮ ዘለኺ ደሓን ናይ ጥንሲ ምዃን ፈሊጠ ኣለኹ ንዘረብኡ ስዒባ ንሳ እውን ፍሽኽ ኢላ ጠመተቶ ንክልቲኦም ሰሓቕ መሊቕዎም ትዕድልቲ ኣብ ኢዱ ሒዝዋ ዝነበረ ብያቲ ሂቡ ተሲኡ ናብ ሽንቲ ቤት ከደ ገጹ ኣብ መስትያት እንዳረኣየ ብብዙሕ ሓሳባት ተሸመመ እታ ንግዜኡ ንዓኻ መሪጸ ኣለኹ ትብል ቃላ እውን ደጊማ ናብ ርእሱ መጸት ንግዜኡ ምሳኻ ወሲነ ኣለኹ ማለታ ምናልባት ምስ ወለድኩ ክገድፈካ ዶ ይኸውን? እንታይ'የ ዝኸውን ዘለኹ? ንነብሱ ብዝተፈላለየ ሓሳባት ክርብሻ ጀመረ። ኣዲኡ ንዓላባ ኢላ ብዙሕ ግዜ እንዳረበሸቶ እንከላ ዝነበረ መገሽኡ ገዲፉ ምስ ሄርሞን ክነብር ወሲኑ። ሕጂ ዝፍጠር ዘሎ ኩሉ ነገራት ግን ዘቕስኖ ኣይኮነን። እቲ ኣብ ሕክምና ዘርኣየቶ ጠባይ፣ እቲ ሽዑ ምስ ማዕርግ ትገብሮ ዝነበረት ኩሉ ተሓዋዊሱ ኣብ ፍጹም ፍርሕን ጥርጣረን እእትይዎ'ዩ። ምናልባት ናብ ኣዲኡ ከይዱዶ ካልእ ሰላም ክፍትን ድማ ሸይጣናዊ ሓሳብ ተቐላቐሎ። ናብ ኣዲኡ ደዊሉ ደጊሙ ክዘራረብ ከም ዘለዎ ወሲኑ ድማ ናብ ሄርሞን ተመልሰ። ክብራት ሰማዕቲ መበል ሻምናይ ክፋል ኣብ ዝተዛዚመላ ታሽዓይ ክፋል ድማ ቀዳመ ይዘልኩም ክምለስ እየ ክሳብ ሽዑ ኣብ ዘለናዮ ሰላም